ገለ ሓበሬታ ብካናዳ ወዲ ዓሰርተ ሓሙሽተ ዓመት ቆልዓ ብኻራ ተሃሪሙ ከም ዝሞተ ተገሊጹ ዝብል ሓበሬታ እዩ። ሰነድ ሙሴ ገብረኣምላኽ ዝተባህለ ወዲ ዓሰርተ ሓሙሽተ ዓመት ኤርትራዊ ኩዕሶ ምጽዋት ዝፈቱ ንመጻኢ'ውን ፖሊስ ክኸውን ሕልሚ ዝነበሮ እዩ እንተኾነ ግን ኣብ ቀዳም ምሸት ኣብ ጎደናታት ቫንኮቨር ብኻራ ተሃሪሙ ወዲቑ ከም ዝተረኽበ እዩ ዝሕበር ዘሎ በቲ ዝወረዶ መጥቃዕቲ ህጻን ሰነድ ሙሴ ገብረኣምላክ ወዲ ዓሰርተ ሓሙሽተ ዓመት ኣብ ሃገረ ካናዳ ኣብ ጎደና ቫንከቨር ዝተባህለ ሰፈር ብዘሰቅቕም መንገዲ ብካራ ተወጊኡ ህይወቱ ሓሊፉ ተረኺባ ኣሎ። እዚ ህጻን እዚ ኤርትራዊ እዩ። ሙሉእ ትሕዝቶ ናይዚ ህጻን መን እዩ ቀታሊኡ፣ መዓዝ ኸ ተቐቲሉ፣ ኣበይ እዩ ገለ ዝብል ሙሉእ ሓበሬታ ሓቢርና እንሪኦ እዩ ዝኸውን። ሰላም ክቡራት ተኻታተልተይ ደሓን ዶ ኣለኹም እንኳዕ ናብዚ ፍቕሪ ዝኾነ ቻነል ብሰላም ተመሊስኹም መጻእኹም እናበልኩ ንሎሚ በዞም ሓበሬታታት እዚኣቶም ሓቢረኩም ዝጸንሕ እዩ ዝኸውን። ነዚ ቪድዮ ላይክ ግበርዎ ኢኹም። ከምኡ ድማ ነዚ ሓበሬታ ናብ ኻልኦት ክባጻሕ ሼር እናገበርኹም ሓቢርኹም ንጽንሑ ብምባል ብቐጥታ ናብቶም ዘዳለኹዎም መደባት ከብለኩም። እሞ ክቡራት ተኸታተልተይ በዚ ኤርትራዊ ህጻን ሰነድ ሙሴ ገብረኣምላክ ናይ ቀተለት ገበን ዝምልከት ኢና እናረኤና ክንጸንሕ ብመጀመርያ ንመላእ ቤተሰብ ጽንዓት እናተመነና ብምቕጻል ድማ ህጻን ሰነድ ሙሴ ገብረኣምላክ ገና ወዲ ዓሰርተ ሓሙሽተ ዓመት እዩ ህጻን እዩ ብጣዕሚ ንኡስ እዩ እዚ ንእከለ በዚ ገይሩ ከቐይም ይኽእል እዩ ንእከለ በዚ ገይሩ ናብ ዘኽፍእ ኩነታት ከብጽሕ ይኽእል እዩ፣ ንእከለ ከምዚ ስለ ዝገበሮ ክቐትሎ ይኽእል እዩ ኣብ ዝብል ዓቕሚ ኣይበጽሐይ። ገና ህጻን እዩ፣ ዝገብሮን ዝዛረቦን ዋላ ዝበልዖን ዘይፈልጥ ገና ብጣዕሚ ንኡስ ህጻን እዩ እዚ ሰነድ ሙሴ ገብረኣምላክ ማለት እዩ። ብዘሕዝን መልክዑ ግን ብካራ ተወጊኡ ሞይቱ እዩ ተረኺቡ። ሙሉእ ትሕዝትኡ ናባኻትኩም ተብሎ ተለኹ እዚ ህፃን ብባህሪኡ ማለት ናቱ ጠባዩ ኩዕሶ ምፅዋት ይፈቱ እዩ። ኩዕሶ ኣብዝሕትኡ ግዜ ኣዘውቲሩ ኩዕሶ ይፃወት እዩ። ካብዚ ብተወሳኺ ድማ ፖሊስ ናይ ምዃን ባህጊ ኣለዎ። ፖሊሳት ትርኢ ተሎ ብጣዕሚ እዩ ደስ ዝብሎ። ኣነ ፖሊስ እየ ዝኸውን ፖሊስ ኮይነ ንገበነኛታት ናብ ሕጊ ከቕርቦም እየ ንተበደልቲ ድማ ግብኦም ማለት እውን ነቶም ተበደልቲ ድማ ብሕጊ ገይረ ክከሓሱ ክገብሮም እየ እናበለ ናይ ፖሊስ ባህጊ ነይርዎ ይብሉ ወለዱ ናይዚ ህፃን እዚ ታሪክ ትዛረቡ ተሎ ማለት እዩ ይኹን ደኣ እምበር ብቀዳም ምሸት ግን ኣብ ናይ ጎዳና ቫንከቨር ዝተባሃለ ኣብ ካናዳ ማለት እዩ ሃገረ ካናዳ እዮም ዝነብሩ ኣቦኡን ኣዲኡ ኤርትራውያን እዮም ብስደት እዮም ተሰዲዶም እዮም ዓዶም ገዲፎም ብዝተፈላለየ ምክንያት ተሰዲዶም ኣብ ካናዳ እዮም ዝቕመጡ እና ኣብ ካናዳ ኣብዚ ካናዳ ከባቢ ፖሊስ ጣብያ እዩ እቲ ቫንኮቨር ዝተባሃለ ጎዳና ማለት እዩ ዓብዪ ጎዳና ኣብዚ ጎዳና እዚ እናተመላለሰ ኣብ ዝነበረሉ ግዜ ብሰብ ብካራ ተወጊኡ ወዲቑ እዩ ተረኺቡ ማለት እዩ ኣብቲ ሰዓት እሱ ዝረእዎ ሰባት ብጣዕሚ ሓዚኖም ልባቶም ተሰይሩ ገና ትንፋሱ ኣይሓለፈ ነይሩ ከም ምስ ደሞ ሓፋፊሶም ናብቲ ኣብቲ ከባቢ ዝርከብ ሆስፒታል ወሲዶሞ እዮም ኣብቲ ከባቢ ዝነበረ ሆስፒታል ዝተወሰነ ደቃይቕ ድሕሪ ምፅናሕ ሂወቱ ክሓልፍ ክኢሉ እዩ እዚ ህፃን ሰነድ ወልደ ኣምላክ ሙሴ ገብረ ኣምላክ ማለት እዩ ህፃን ሰነድ ሙሴ ገብረ ኣምላክ ወዲ ዓሰርተ ሓሙሽተ ዓመት እዩ እና ሂወቱ ክሓልፍ ይኽእል እዩ። ክሳዕ ኸዚ ፖሊስ ኣብቲ ከባቢ ዓብዪ ኣለሻ እናገበረ እዩ። ሕዚ እውን ብጥብቒ ገይሩ እዩ ነዚ ኩነታት ዝከታተሎ ዘሎ። ስለ ናይ ህፃን ሙሴ ቐትለት ተጠርጣሪ ሓደ ወስዲ 15 ዓመት ውፃእተኛ እዩ። ወዲ 15 ዓመት ሓደ ህፃን ተኣሲሩ ኣሎ። ኣብቲ ግዜ እሱ ምስኡ ነይሩ እዩ ዝብል ሓደ ሓደ ሓበሬታታት ዝወፀ ስለ ዝተረኸበ ብጥርጣረ እዩ ብጥርጣረ ኣትዩ ኣሎ ገና ኣብ ምጽራይ እዩ ዝርከብ እዚ ወዲ ዓሰርተ ሓሙሽተ ዓመት ክሳዕ ኸዚ ኣይተኸሰሰን ብኸሴታ ዝቐረበሉ ነገር የለን ብጥርጣረ ተታሒዙ ግን እዚ ህፃን ወዲ ዓሰርተ ሓሙሽተ ዓመት ኣብ ትሕቲ ቁፅፅር ፖሊስ ኣትዩ ምርመራ እናተገበረሉ ከም ዝርከብ ፖሊስ እቲ ከባቢ ሓቢሩ ኣሎ ማለት እዩ እና ቤተሰብ ናይዚ ህፃን ሰነድ ሙሴ ገብረ ኣምላክ ድማ ነዚ ሬሳ ንዓዲ መስደዲ ዝኸውን ገንዘብ እናዋፁ እዮም ዝርከቡ ሓገዝ ሓቲቶም ኣለው ዝኸኣለ ሰብ ኣዓቕሙ ይሓግዞም ነቲ ሬሳ ናብ ዓዲ መስደዲ ዝኸውን ዝብል ሓበሬታ ፃውዒት ሓገዝ ኣቐሚጦም ኣለው እሞ ክብራት ተኸታተልተይ ትንርዮ ትልና ብጣዕሚ ኣብ ህይንድናይ ዝኸፈአ ከቢድ ግዜ ከም ዝበጻሕና እዩ ማለት እዩ ህጻን ወዲ ዓሰርተ ሓሙሽተ ዓመት ትርዮ ተለኻ ንዓይንኻ ደስ ዝብለካ እዩ ገና ብጣዕሚ ሊጋ እዩ ክፉእ ነገር ክሓስብ ዘይኽእል እዩ ኢልካ ኢኻ ትሓስቦ ስለዚ ነዚ ህፃን እዚ ዝጭክን ክንደየናይ ብጣዕሚ ኣብ ምንታይ ጫፍ ጭቃነ ከም ዝበፃሕና እዩ ዘርደአና ማለት እዩ እዚ ነገር እዚ ስለዚ እዞም ኤርትራውያን ኣሕዋትና ወገናትና እዚኣቶም ጽንዓት ይሃቦም መላእ ቤተሰብ ጽንዓት ይሃቦም ነዚ ህፃን ድማ እግዚኣብሔር ኣምላኽ ነፍሱ ኣብ ገነት የዕርፋ እናበልና